ኣብቲ ካብ ዕስራን ሰለስተን ክሳብ ዕስራን ሓሙሽተን መጋቢት ክልተ ሽሕን ዓሰርተ ሰለስተን ዓላምኡ ባሕሪ ጠባ እናተባህለት ንእትጽዋዕ ከተማ ደው ገይሩ ብሸነኽ ዓዲ ቀይሕን ዓዲ ጉደምን ዝወፈረ ዳግም ዝተወደበ መበል ዕስራን ሓደን ሳላሳን ክልተን ከምኡ'ውን መበል ዓሰርተ ሽዱሽተ ክፍለ ሰራዊትን ካልኦትን ዝሓቖፈ ሕንፋጽ ሰራዊት ኣብይን ኢሳያስን ብሰራዊት ትግራይ ብዝበጽሖ መጥቃዕቲ ከቢድ ሰብኣውን ንዋታውን ክሳራ በጺሕዎ ኣሎ። ኣብዚ ውግእ ልዕሊ ሓደ ሽሕ ኣባላት ሰራዊት ኣብይን ኢሳያስን እንትሞቱ ሓደ ሽሕን ኣርባዕተ ሚእትን ሓምሳን ድማ ዝቖሰሉ ኮይኖም ካልኦት ብርክት ዝበሉ ተማሪኾም። ብመዳይ ኣጽዋር ብርክት ዝበለ ዲሽቃ፣ ብሬን፣ ስናይፐር፣ መራሕቲ ሰራዊት ኣብይን ኢሳያስን ዝጥቀሙለን ሬድዮ ርክብን ጠያይትቲ ነዋሕቲ፣ ማእኸለዎትን ሓፀርትን ተተኮስቲ እውን ተማሪኹ ኣሎ። ፀላእቲ ኣብቲ ውግእ ብበዝሒ ከበድቲ ኣፅዋራትን ነፈርቲ ውግእን ተሓጊዞም ክወስድዎ ዝሓሰብዎ ፀብለልታ ብሰራዊት ትግራይ ተመንጢሎም ግዳይ ሰብኣውን ንዋታውን ክሳራ ኮይኖም ኣለው። ወታደራዊ ኣመራርሓ እዞም ወረርቲ ሰራዊት ብበዝሒ ዝሞቱ ሰራዊቶም ተደናጊጾም ብምሽጥር ንምቕባር ዝጓየዩ ዘለዉ ኮይኖም ብእስካቫተር ተሓጊዞም ካብ ከባቢ መኮኒ ብዘገደድዎም መናእሰይ ሬሳታቶም ናብ ሲኖትራካት ይጽዕንዎም ኣለዉ። ኣብቲ ውግእ ዝቖሰሉ ድማ ንከተማ ወልድያ ሓዊሱ ናብ ዝተፈላለዩ ከተማታት ኣምሓራ የጓዕዝዎም ኣለዉ። ጠላቲ ህዝቢ ትግራይ ንምጥናስ ዘፈጽምዎ ዘለዉ ገበን ኲናት ኣብዚ ውግእ እውን ዘንጸባርቕዎ ኮይኖም ድሕሪ ውግእን ኣብ ኣብያተ እምነት መንበሪ ኣባይትን ብዘካየድዎ ደብዳብ ከቢድ ብረትን ነፈርትን ናይ ሓደ ቀሺ ሓዊሱ ኣርባዕተ ሰላማውያን ሰባት እንትቐትሉ ቤተ ክርስቲያን እንዳ ኣቡነ ኣረጋዊ ባሕሪ ጸባ ድማ ሓደጋ በጺሕዎ ኣሎ። ንዝሓለፉ ኣዋርሕ ብቦጦሎኒታት ተወዲቦም ኣንጻር ፋሽሽታውያንን ወረርትን ክቃለሱ ዝጸንሑ ህዝብን ወየንትን ወረዳ ወጅራት፣ ኣብዚ ኢድ ብኢድ ግጥም ዝተሓወሶ ፅዕፅዕ ውግእ ንሰራዊት ትግራይ ዘርኣይዎ ጅግንነታዊ ደገፍ ድማ ካሊእ መስተንክራዊ ፍፃመ እዚ ውዕሎ ነይሩ። ትግራይ ትስዕር! ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።
ወረርቲ ሓይልታት ኮነ ኢሎም ትካላት ጥዕና ትግራይ ከም ዘዕነውዎም መንግስቲ ትግራይን ዝተፈላለዩ ዓለምለኸ ትካላትን እናገለፁ ፀኒሖም እዮም። ነቶም ዝዓነዉ ትካላት ጥዕና ትግራይ ዳግም ንምህናፅ መንግስቲ ትግራይ ንተወለድቲ ትግራይን ፈተውቲ ትግራይን ፃውዒት ኣቕሪቡ ኣሎ። ሙሉእ ትሕዝቶ እዚ መግለፂ ከም ዝስዕብ ክነቕርቦ። ፃውዒት ንተወለድቲ ትግራይን ፈተውቲ ትግራይን ኣብ ዳግመ ህንፀት ጥዕና ትግራይ። ዝኸበርካ ህዝቢ ትግራይ፣ ዝኸበርኩም ኣብ ካልኦት ከባብታት ኢትዮጵያን ኣብ መላእ ዓለምን ትርከቡ ተወለድቲ ትግራይ ከምኡ እውን ዝኸበርኩም ደገፍትን ፈተውትን ትግራይ ኣቐዲምና ዝኸበረ ሰላምታና ይብጻሕኹም። ህዝብና ህዝቢ ትግራይ ኣብ ታሪኹ ተደጋጋሚ ሰብኣውን ተፈጥሮኣውን ማሕለኻታት እንተገጠሞ እውን ዝኹሉ ተቓሊሱ ብምሕላፍ ሙሉእ ትኹረቱ ኣብ ህንፀት ዲሞክራሲ፣ ልምዓትን ሰላምን ብምግባር ኣብ ብርኪ ዓለም ኣፍልጦ ዝተብሃዎ ለውጢ ከምፅእ ዝኸኣለ ህዝቢ እዩ። ኮይኑ ግና ንነዊሕ እዋን ዝቃለሱና ዝነበሩ ተጻባእቲ ሓይልታት ኣብ ቀረባ እዋን ብዝረኸብዎ ዕድል ተጠቒሞም ሓደ ኣረመንያዊ ግንባር ብምፍጣር ኣብ ልዕሊ ህዝብናን መንግስትናን ብቀጥታን ብተዘዋዋርን ብምዝማት ከሰኩኑና ይፍትኑ ኣለዉ። ሰራዊት ፋሽስቲ ኣብይ ኣሕመድ፣ ወራሪ ሰራዊት ውልቀ መላኺ መንግስቲ ኢሳያስን ተስፋሕፋሓይ ወራሪ ሓይሊ ኣምሓራን ብሓደ ብምዃን ኣብ ልዕሊ ህይወትን ንብረትን ህዝቢ ትግራይ ከም እውን ኣብ ልዕሊ መሰረታዊ ልምዓትና ከቢድ መጉዳእቲ ኣብፂሖምን የብፅሑን ኣለዉ። እንተኾነ ግና ህዝቢ ትግራይ ከምቲ ልሙድ ሕዚ እውን ብዘሕብን መልክዑ ፀላእቱ ብምምካት ድሌቶም ከይፍፅሙ ይኳሻሕ ኣሎ። ኣብ ልዕሊ ፀላእቱ እውን ከቢድ ጉድኣት የብጽሕሎም። ኣብ ህዝብና ዝበጽሕ ዘሎ ጉድኣት ሰፊሕ እንተኾነ እውን እቲ ሓደ ትኹረት ዘድልዮ ግና ኣብ ልዕሊ ጥዕና በጺሑ ዘሎ ጉድኣት እዩ። ህዝቢ ትግራይ ዝረኸቦ ዝነበረ ግልጋሎት ጥዕና ካብ ዝተሓተ ብርኪ ተላዒሉ ኣብ ዝለዓለ ብርኪ በጺሑ ዝነበረ እንትኸውን በዚ ናይ ሕዚ ውዲት ጸላኢ ግና ከቢድ ማህሰይቲ በጺሕዎ ኣሎ። ህዝብና ዝግልገለሎም ዝነበሩ ትካላት ጥዕና ከቢድ ብርሰት ዝበፅሖም እንትኸውን ኣብዚ ሕዚ እዋን ግልጋሎት ክታበት ህፃናት፣ ክትትል ጥንሲ፣ ናይ ወሊድ ግልጋሎት፣ ናይ ኤች ኣይቪ ኤድስን ካልኦት ተመሓላለፍትን ዘይተመሓላለፍትን ሕማማት ሕክምና ንኣብነት ሕማም ሽኮርያን ናይ ሃንደበት ሕማማት ሕክምናን ካልኦትን ዳርጋ ኣብ ኩሉ ከባብታት ትግራይ ተቋሪፁ ይርከብ። ብሰንኪ እዚ ህዝብና ኣብ ልዕሊ ሰላም ምስኣኑ ግልጋሎት ሕክምና ብዘይምርካቡ ይሳቐ ኣሎ። ከም ሓደ ኣብነት ንምጥቃስ ዝኣክል ኣብ ሓንቲ ኣብ ማእኸላይ ዞባ ትርከብ ጣብያ ዘጋጠመና ክንጠቅስ። ሓንቲ ጓል ዓሰርተ ሓሙሽተ ዓመት ዝኾነት ወዲቓ በሊሕ እምኒ ኣብ ከብዳ ጉድኣት ኣብፂሑላ እቲ ጉድኣት ጥልቀት ዘለዎን ምስፋይ ዘድልዮን ቁስሊ ፈጢሩ ኮይኑ ግና ግልጋሎት ጥዕና ክትረክብ ብዘይምኽኣላ እቶም ስድራ ኣብ ገዛ ብዘለዎም መርፍእን ናይ ተረንሸዋ ክርን ነቲ ቁስሊ ክሰፍይዎ ተገዲዶም እዮም። ሕማም ሽኮርያ ዘለዎም ኢንሱሊን ዝወስዱ መናእሰይን ህፃናትን እውን መድሓኒት ስኢኖም ህይወቶም ይሓልፍ ኣሎ። ጥዕና ትግራይ እዚ ቀሊል ፀገም ንምፍታሕ ዘይክእለሉ ብርኪ ወሪዱ ኣሎ። ኣብ ልዕሊ ግልጋሎት ሕክምና በፂሑ ዘሎ መጠነ ሰፊሕ ጉድኣት ንሕና ጥራሕ እንገልጾ ዘለና ዘይኮነስ ኣብ ብርኪ ዓለም እውን መዘራረቢ ዛዕባ ኮይኑ እዩ። ዶብ ኣልቦ ሓካይም ዝተብሃለ ዘይመንግስታዊ ትካል ዕላዊ ከም ዝገበሮ ሰብዓ ሚእታዊ ጥዕና ትካላት ትግራይ ጉድኣት በፂሕወን ግልጋሎት ከም ዘይህባ ገሊፁ እዩ። ስለ ዝኾነ ህዝብና ናብ ዝገደደ ፀገም ከይተሳጥሐ ቅልጡፍ መፍትሒ ዘድልዮ ዛዕባ ምዃኑ ፈሊጥና ኩሉ ትግራዋይን ፈተውትን ደገፍቲ ትግራይን ተዘራሪብና ነዚ ጸገም ክንፈትሖ ኩሉ ምንቅስቓሳት ክንገብር ኣለና። ክንገብሮ ዘለና መፍትሕታት ቀዳማይ ኩናት ጠጠው ንኽብልን ኣብ መላእ ዓለም እንገብሮ ዘለና ዘገርምን ዘኹርዕን ቃልሲ ኣጠናኺርና ብምቕጻል ኣብ ትግራይ ተቋሪጾም ዘለው ግልጋሎት ጥዕና ክህቡ ዝኽእሉ መንግስታውን ዘይመንግስታውን ትካላት ፈሊና ብምፍላጥ ናብ ትግራይ ኣትዮም ግልጋሎት ክህቡና ዓብዪ ጎስጓስ ምክያድ። ካልኣይ፣ ናይ መድሓኒት እታወን መሳርሕታት ሕክምናን ክሕግዙ ዝኽእሉ ብምትእልላሽ ሓገዝ ናብ ትግራይ ክበፅሕ ምግባርን ብቐፃልነት ክህልወና ዝግባእ ርክብ ምጥንኻርን። ሳልሳይ፣ ኣብ ልዕሊ ናይ ጥዕና ትካላት ዝበጽሐ ጉድኣት ብምጽጋን፣ በዚ ኣጋጣሚ እንተተኻኢሉ ካብቲ ሕዚ ዘሎ ዝሓሸ ንምግባር ናውትን ፋይናንሳዊ ሓገዝን ምትእልላሽን ካልኦት ተወሳኽቲ ናይ መፍትሒ ሓሳባት ዘለዎም ወገናት ኩሎም ወሲኾምሉ ኩሎም ዘዝዓቕሞም ርብርብ ክገብሩ እዚ ግዜ ዘይህብ ጸገም ክፍታሕ ብትሕትናን ብኽብርን ጻውዒት ነቕርብ። ራብዓይ፣ ኣብ ትግራይ ዝርከቡ ሰብ ሞያ ጥዕና ኣብ ዝተፈላለዩ ኩርናዓት ዓለም ተዋፊሮም ዝንቀሳቐሱ ዘለዉ ኮይኑ ገሊኦም ናብ ሜዳ ወሪዶም ዝኳሽሑ ዘለዉ ዋላ እኳ እንተኾነ ዝተወሰነ በዓል ሞያ ኣብ ሓራ መሬት ትግራይ ቀትርን ለይትን ንህዝቡ ግልጋሎት ጥዕና ይሕግዘ ኣሎ ኣብ ውሽጢ ጸላኢ እንተኾነ እውን ንህዝቢ ዝህብዎ ዘለዉ ግልጋሎት ጥዕና ቀሊል ኣይኮነን። ይኹን እምበር እቲ ህዝብና በጺሕዎ ዘሎ ማህሰይቲ ገዚፍ ስለ ዝኾነ ኩሉ በዓል ሞያ እቲ ጀሚርዎ ዘሎ ስራሕቲ ኣጠናኺሩ ንኽቕጽል ጻውዒት ነቕርብ። ክሳብ ሕዚ ንዝተሰርሑ ስራሕቲ እውን ዝለዓለ ክብሪ ኣለና። ንኹለኹም ተቓለስትን ደገፍቲ እቲ ቃልስን እቲ ትሰርሕዎ ዘለኹም ስራሕቲ ኣበርቲዕኹም ቀጽልሉ። ኣብ መወዳእታም እቲ ሕዚ ኣጋጢምና ዘሎ ጸገም ክሓልፍ እዩ ህዝቢ ትግራይ ናብ ዝለዓለ ብራኸ ዘደይቦ ኣጋጣሚ እውን ክኸውን ይኽእል እዩ ሕዚ እንሪኦ ዘለና ሓድነት ብዝኾነ ይኹን ምኽንያት ከየለሕለሕና ጸገማትና ኩሉ ብሓባር ብምቅላስን ብምርዳእን ከም እንፈትሖ ዘጠራጥር ኣይኮነን ትግራይ ትስዕር መንግስቲ ትግራይ ዕስራን ሸሞንተን መጋቢት ኽልተ ሽሕን ዓሰርተ ሰለስተን ዓመተ ምህረት ናብ ካልኦት ዜናታትና ክንሰግር። ግፍዕታት ወረርቲ ሕዚ እውን ተጋዲዱ ቀፂሉ ኣሎ። እቶም ወረርቲ ኣብ ወረዳ ማይ ቀነጣል ወዲ ሰማንያ ዓመት ዓይነ ስውር፣ ሕማም ስነ ኣእምሮን ምስማዕ ዝተስኣኖምን ዝርከብዎም ሚእትን ዕስራን ሓሙሽተን ሰባት ቀቲሎም ኣለው። ህዝቢ ማይ ቀነጣል ግና ብዚ ግፍዒ ከይተሰኮነ ደቁ እናመረቐ ናብ ምግዳል ይልእኽ ኣሎ። ኣብዚ ዙርያ ዝተዳለወ ሪፖርታዥ ድሕሪ ዜና ስዒቡ ክቐርብ እዩ። ብተመሳሳሊ ወተሃደራት ፋሽስቲ ኣብይ ኣሕመድን መሻርኽቱን ኣብ ወረዳታት ሳምረን ታሕታይ ማጨውን ብዙሓት ሰላማውያን ሰባት ከም ዝቐተሉን መንበሪ ኣባይቲ ከም ዘቃጸሉን ተፈሊጡ ኣሎ። ናይዚ ዝርዝር መቐለ ዝርከብ ሪፖርተርና ከም ዝስዕብ ከቕርበልና እዩ። ወራር ሰራዊት ፋሽስታዊ ኣሕመድ፣ ባዕዳዊ ወራር ውልቀ መላኺ ሰራዊት ኢሳያስን ተስፋፍሓት ሓይልታት ትምክሕቲ ኣምሓራን ሕዚ እውን ብዝተፈላለዩ ምኽንያታትን ምስምሳትን ብምፍጣር ኣብ ልዕሊ ህዝቢ ትግራይ ዘካይድዎ ዘለዉ ዘርኢ ናይ ምጽናት ግፍዕን ጨፍጫፍን ትግራይ ምድረበዳ ናይ ምግባር ትምኒቶምን ሕዚ እውን ኣጠናኺሮም ቀጺሎምሉ ኣለዉ። በዚ መሰረት ኣብ ወረዳ ሰሓርትን ሳምረን ኣብቲ ዝሓለፈ ሰሙን ሕዚ እውን ኣብ ልዕሊ ንፁሃት ሲቪላት ነበርቲ እቲ ከባቢ ማለያ ዘይብሎም ግፍዕታት ዝፈፀሙ እንትኾኑ ክሳብ ሕዚ ድማ ኣብ ሳምረ ራዳ ጋብሪ ዝርከብ ወለ በዓቲ ዝበሃል በዓቲ ብርክት ዝበሉ ንፁሃት ዜጋታት ኣስፊሮም ብምእሳር ብግፍዒ የሳቕይዎም ከምዘለዉ ምፍላጥ ተኻኢሉ ኣሎ። ብፍላይ እዚ ኣሸባሪ ባዕዳዊ ወራሪ ሰራዊት ኢሳያስ ኣብ ዓዲ ዓሶ ንኣርባዕተ ንፁሃት ሰባት ረሳዕኩም ንዝብል ምስምስ ከም ከብቲ ዝተፈላለዩ ክፍሊ ኣካላት እናቖራረጹ ድሕሪ ምቕናይን ድሕሪ ብዙሕ ስቓይን ብዘይምሕረት ከም ኣራዊት ረሺኖሞም እዮም። ብተመሳሳሊ ኣብ ደንጉላት ጣብያ ጉንዳጉንዲ ሓደ ወላዲ ምስ ክልተ ደቆም ካልእ ድማ ሓደ ኣቦ ምስ ሓንቲ ጓሎም ብዘስካሕክሕ መንገዲ ቐቲሎሞም እዮም። እዞም ወረርቲ ሓይልታት ኮነ ኢሎም ትግራይ ንምዕናውን ህዝቢ ትግራይ ንምፅናትን ምስ ሸይጣን መኺሮም ስለዝተልዓሉ ካብ ዓዲ ጉዳም ኣስፋ ሽዱሽተ ኪሎ ሜትር ርሒቓ እትርከብ ዘርጋባ እትበሃል ጣብያ ብዓይኒ እመተይ ከቢድ ብረት ብምትኳስ ዓሰርተ ሸውዓተ ንፁሃት ዜጋታት ህይወቶም ከምዝሓለፈን ልዑል ማህሰይቲ ከምዝወረደን ካብቲ ከባቢ ዝበፀሐና ሓበሬታ ንምፍላጥ ተኻኢሉ ኣሎ። ብኻልእ ወገን ድማ እዞም ወረርቲ ሓይልታት ኣብ ዓውደ ኹናት ብሓይልታት ምክልኻል ትግራይ እንትደዓኹ ኣምፀ ኣምፀ ንማዕፆ ከም ዝበሃል ኣብ ዝተፈላለዩ ከባብታት ትግራይ ግፍዒ እናፈፀሙ እዮም። ናይዚ መቐፀልታ ዝኾነ ድማ እዩ ኣብ ወረዳ ታሕታይ ማይጨው፣ ቁሸት ሓዱሽ ዓዲ፣ ቁሸት ማይ ዓፅሚ፣ ቁሸት ሓምበራ፣ ዓዲ መቓፆ፣ ፍሬማ፣ ጥሻ፣ እንዳ ኣባብሩኽ፣ ቁሸት መርባን ካልኦትን ኣብ ልዕሊ መንበሪ ንፁሃን ዜጋታት ብከቢድ ብረትን ታንክን ክርቢት ብምልኳስን ንብረት ህዝቢ ክቃፀልን ህዝቢ ትግራይ ናብ ድኽነትን ድሕረትን ክወድቕ እናገበሩ እዮም። ኣብ ከተማ ስለኽለኻ ድማ ፀላኢ ባዕዳዊ ወራር ሰራዊት ሻዕቢያ ብተመሳሳሊ ወታደራተይ ተቐትሎምኒ ብዝብል ምስምስ ብርክት ዝበለ ህዝቢ እናጋፍዕን እናቐተለን ከምዝርከብ ካብቲ ከባቢ ዝበፀሐና ሓበሬታ የመላኽት። ነዚ ድማ እዩ መላእ ህዝቢ ትግራይን ብርክት ዝበለ መንእሰይ ትግራይን እቶም ወረርቲ ሓይልታት ናብ ትግራይ ዝኣተው ሓደ ውድብ ወይ ድማ ዝተወሰኑ ውልቀ ሰባት ንምሓዝ ከይኮነስ ህዝቢ ትግራይ ከም ህዝቢ ካብ ምድረ ገፅ ንምጥፋእን ንምጥናስን ምዃኑ ተገንዚቦም ኣብ ጎኒ ምክልኻል ሓይልታት ትግራይ ብምስላፍ ትግራይ ፅንዕቲ ሃረነት ምዃና ንፈተውትን ፀላእትን ህዝቢ ትግራይ ዘመስክሩ ዘለው ትግራይ ትስዕር ወኪል ድምፂ ወያነ ትግራይ ካብ ከተማ መቐለ።
ፋሽስቲ ኣብይ ኣሕመድ እቲ ደምሲሰዮ ኣለኹ ዝበሎ ጅግና ሰራዊት ትግራይ ዓቕሉ የፅብበሉ ከም ዘሎ ዝተፈላለዩ መራኸብቲ ሓፋሽ ፀብፂበን። The Guardian ዝተባህለ ጋዜጣ እንግሊዝ ፋሽስቲ ኣብይ ኣሕመድ ቅድሚ ሒደት መዓልትታት ጁንታ ንዝበሎ ሓይልታት ትግራይ ኣጥፊኤዮም እየ፣ ሕዚ ብንፋስ ከም ዝተወሰደ ሕሩጭ እዮም ዝቑፀሩ ኢሉ ከም ዝነበረ ኣዘኻኺሩ፣ ሕዚ ግና ነቶም ኣጥፊኤዮም ዝበሎም ሓይልታት ብደባይ ውግእ ዓቕሉ ከም ዘጽበብሉን ሰራዊቱ ድማ ኣዝዩ ኣጸጋሚ መሰልከይ ንዝበሎ ውግእ የካይድ ከም ዘሎን ፋሽስቲ ኣብይ ኣሕመድ ከም ዝተዛረበ እቲ ጋዜጣ ሓቢሩ ኣሎ። ቀደሙ እውን እንተኾነ እቲ ፋሽስቲ ኣብይ ኣሕመድ ዛዚመዮ ዝበሎ ወተሃደራዊ ወፍሪ ኣይተዛዘመን ነይሩ፣ እኳ ደኣስ ህወሓት ዳግም ምትዕርራይ ገይሩ ኣብ ልዕሊ ጸላእቱ መጥቃዕቲ ይፍኑ እዩ ዘሎ ብምባል The Guardian ጽሒፉ ኣሎ። ኣልዓረብያ ዝተብሃለ ካልእ ማዕኸን ዜና ድማ፣ ፋሽስቲ ኣብይ ኣብ ውሽጢ ሰለስተ ሰሙን ዘጥፋእናዮም ጁንታ ድሕሪ ሰለስተ ኣዋርሕ እውን ክነጥፍእ ኣይከኣልናን ዝብል ነንባዕሉ ዝጋራጮ ሓሳብ ከምዝሃበ ኣመልኪቱ'ሎ። መብዛሕትኤን ደቀንስትዮ ትግራይ ኣብ ገዝኣን እናሃለዋ ፆታዊ መጥቃዕቲ ከምዝበፅሐን ተገሊፁ'ሎ። ተስፋሕፋሕቲ ሓይልታት ትምክሕቲ ኣምሓራ፣ ወተሃደራት ፋሽስቲ ኣቢይ ኣሕመድን ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ኣብ ልዕሊ ደቂ ኣንስትዮ ትግራይ ሰፊሕ ዝኾነ ጾታዊ መጥቃዕቲ ከምዝፈጸሙ ኢንሰኪዩሪቲ ኢንሳይት ዝተብሃለ ትካል ስዊዘርላንድ ሓቢሩ ኣሎ። ሰላሳን ትሽዓተን ሚእታዊ ግዳያት እዚ ዓመጽ ዝኾና ደቂ ኣንስትዮ እቲ ጾታዊ መጥቃዕቲ ኣብ ገዝአን እናሃለዋ ከምዝበጽሐን እተን ዕስራን ሓደን ሚእታዊ ድማ ናብ ወተሃደራዊ መዓስከር ተወሲደን ከምዝተዓመጻ ዝሓበረ እቲ ትካል፣ እተን ዓሰርተ ሸሞንተ ሚእታዊ ድማ ካብ መንገዲ ተጨውየን እቲ ጥቕዓት ከምዝወረደን ኣፍሊጡ'ሎ። ነቲ እከይ ተግባር ዝፈጸሙ ሓይልታት፣ ጾታዊ መጥቃዕቲ፣ ህዝቢ ትግራይ ንምጽናትን ንምሹቑራርን ከም መሳርሒ ኲናት ከምዝጥቀሙሉ እቲ ዜና ኣመልኪቱ'ሎ። እቶም ዓመጽቲ ነተን ውጻእ መዓት፣ ሓገዝ ከይሓታ፣ ናብ ሓኪም ቤት ከይኸዳን ከምዘፈራርሕወን ወይ ድማ ከምዝቐትልወን እቲ ትካል ጸብጺቡ'ሎ። ከም ኣብነት ወተሃደራት ውልቀ መላኺ ኢሳያስ ኣብ ውቕሮ ንሓንቲ ኣደ ምስ ተጋሰስዋ ኣብ ቅድሚ ሰለስተ ደቃ ከም ዝቐተልዋ፣ ኣብ ከተማ ሕሞራ ድማ ዕጡቓት ትምክሕቲ ኣምሓራ ንጓል ዓሰርተ ሰለስተ ዓመት ድሕሪ ምዕማጾም ናብ ሕክምና ይወስድዋ ንዝነበሩ ኩሎም ቤተሰብ ኣብ መንገዲ ተጸብዮም ከም ዝረሸንዎም እቲ ትካል ሓቢሩ'ሎ። ፋሽስቲ ኣብይ ኣሕመድ ኣብ ትግራይ ንዝፈፀሞ ወራርን ምፅናት ዓሌትን ቀንዲ ተዋሳኢ ንዝኾነ መንግስቲ ውልቀ መላኺ ኢሳያስ ኣፎርቂ ብወግዒ ምስጋና ኣቕሪቡ። ባዕዳዊ ሰራዊት ውልቀ መላኺ ኢሳያስ ኣፎርቂ ንትግራይ ብምውራር ምፅናት ዓሌትን መዘና ኣልቦ ግፍዕታትን ብምፍፃሙ ማሕበረ ሰብ ዓለም ኣትሪሩ ብምኹናን ካብ ትግራይ ብዘይ ወዓል ሕደር ንኽወፅእ ኣብ ዝሓተሉ ኣብዚ ሕዚ እዋን ሚኒስትር ጉዳያት ወጻኢ ፋሽስቲ ኣብይ ግና ንመንግስቲ ውልቀ መላኺ ኢሳያስ ንጁንታ ህወሓት ኣብ ምድምሳስ ስለ ዝሓገዝካና ነመስግነካ ብምባል ጥልመቱን ሕሽክርንኡን ኣብ ኣደባባይ ገሊጹ ኣሎ። ብዘይካዚ እቲ ፋሽስታዊ መንግስቲ ነቲ ኣብ ትግራይ ይፍጽሞ ዘሎ ምጽናት ዓሌት ዓለም ብዓለማ ከም ዝተቓወመቶን ውልቀ መላኺ ኢሳያስ ግና ኣብ ጎኑ ጠጠው ከም ዝበለን ሕንኽ ከይበለ ገሊጹ ኣሎ። ኣብ ልዕሊ ዜጋታቱ ኩሉ ዓይነት ግፍዕታት ንዝፈጸመ ባዕዳዊ ሰራዊት ዘመስግን ከም ፋሽስቲ ኣብይ ዝበለ ጠላም መንግስቲ ሰሚዖም ከምዘይፈልጡ ብዙሓት ተንተንቲ እናገለጹ እዮም። ኣብ መወዳእታ ኣብ ክልተ ሽሕን ዒስራን ሓደን ዓመተ ምህረት ፈረንጂ ብጎንጽን ግርጭትን ካብ ዝሕመሳ ዓሰርተ ሃገራት ዓለም ኢትዮጵያ እታ ኣውራ ከምዝኾነት ተሓቢሩ ኣሎ። ኢትዮጵያ፣ መርኣያ ሰላምን ስሉጥ ቁጠባዊ ዕብየትን እቲ ተኣናፊ ዝኾነ ዞባ ቀርኒ ኣፍሪካ ተገይራ ትሕሰብ ከምዝነበረትን ሎሚ ግና ብውሽጣዊ ግርጭታት ብፍላይ ድማ ኣብ ትግራይ ብዝተወለዐ ኲናት እናተሓመሰት ከምዝኾነትን ኣክሊድ ዝተብሃለ ኣብ ብረታዊ ጎንፅን ቅልውላውን መፅናዕቲ ዘካይድ ትካል ሓቢሩ'ሎ። ቀንዲ ምኽንያት እዞም ግርጭታት ምስ መሰል ዓርሰ ውሳነን ክልላዊ ወሰናትን መሰሎም ኣሕሊፎም ክህቡ ዘይደልዩ ወገናትን ምስ ዝገብርዎ ቃልስን ዝተኣሳሰረ ከምዝኾነ፣ ዳርጋ ኣብ ኩሎም ከባብታት እታ ሃገር ግርጭት ከምዝተኸሰት'ውን ገሊጹ እዩ። ኣብዚ ሕዚ እዋን ኣብ ትግራይ፣ ኣብ ኦሮሚያ፣ ኣብ ዶብ ክልላት ዓፋርን ሱማልን፣ ኣብ ቤኒሻንጉል ጉምዝ፣ ዞባ መተከልን ከሚሴን ግርጭታት ከምዘለዉን መንግስቲ ፋሽስቲ ኣብይ ኣሕመድ ድማ ነዞም ጎንፅታት ንምቁፅፃር ኮነ ንምህዳእ ዓቕሚ ከምዝሰኣነን ዝሓበረ እቲ ትካል፣ ዝተፈላለዩ ዕጡቓት ሓይልታት ንመንግስቲ ፋሽስቲ ኣብይ ከምዘጨነቕሉን ኣብዚ ሒዝናዮ ዘለና ዓመት ፈረንጂ ኣብ ኢትዮጵያ ብዙሓት ዘሻቕሉ ክስተታት ክረኣዩ ከምዝኽእሉን ኣፍሊጡ'ሎ። ፋሽስቲ ኣብይ ናብ ስልጣን ቅድሚ ምምጽኡ ኢትዮጵያ ኣብ ጎደና ዕቤት ትምርሽ ከምዝነበረትን ኣብ ኽልተ ሽሕን ዓሰርተ ሸውዓተን ዓመተ ምህረት ፈረንጂ ድማ ኣብ ዓለምና እቲ ስሉጥ ዝተብሃለ ቁጠባዊ ዕቤት ከምዘመዝገበትን ባንክ ዓለምና ምሕባሩ ዝዝከር እዩ። ዝኸበርኩም ተመልከትና ንሎሚ ዝሓርናልኩም ዜናታት ነዚኦም ይመስሉ ነይሮም። ኣብ ካልኦት ዜናታት መሊስና ክንራኸብ ኢና። ክሳብ ሽዑ ሰላም፣ ትግራይ ትስዕር!
ኣብ ወረዳ ማይ ቅነታል ብባዕዳዊ ወራሪ ውልቀ መላኺ መንግስቲ ኢሳያስን ፋሽሽታዊ ወራሪ ኣብይ ኣሕመድን ብግፍዒ ካብ ዝተቐተሉ ሓደ ሚእትን ዕስራን ሓሙሽተን ንፁሃን ደቂ ትግራይ ኣብ ገዛ ተዓፅዮም ብሓዊ ዝተቓፀሉ ዓይነ ስውራን ምስማዕ ዝተስኣኖምን ሕሙማን ስነ ኣእምሮን ወገናት ይርከብዎም። ኣይተ ወልደኣረጋይ ሃይሉ ይበሃሉ። ወዲ ሰማንያ ዓመት ዓይነ ስዉር ወላዲ እዮም። ኣብ ወረዳ ማይቀለጣል ጣብያ ማእኸል ሰግሊ ደማ ይነብሩ ነይሮም። እዞም ወላዲ ብወራሪ ሰራዊት ኢሳያስ ኣብ ገዝኦም ብሓዊ ክቃፀሉ ዝተገበሩ ሽማግለ እዮም። ኣይተ ሃይላይ ገረቸል ወዲ ሰብዓን ክልተን ሽማግለ ወላዲ ነባሪ ወረዳ ማይጭነጣል ኮይኖም ምስማዕ ዝተስኣኖም ወላዲ ነይሮም። እዞም ወላዲ እውን ብትግራዋይነቶም ጥራሕ ኣብ ገዝኦም ተቐጥቂጦም ተቐቲሎም እዮም። ኮታስ ባዕዳዊ ወራሪ ሰራዊት ውልቀ መላኺ መንግስቲ ኢሳያስን ፋሽስታዊ ሰራዊት ኣብይ ኣሕመድን፣ ኣብ ወረዳ ማይ ቅነጣል ዘየብጽሕዎ ዓይነት ግፍዒ የለን፣ ብግፍዒ ዘይቀተልዎ ብርኪ ዕድመን ክፋል ሕብረተሰብን እውን ኣይረኸብናን። ኣመሓደርቲ ወረዳ ማይ ቅነጣል ዝለኣኹልና ብግፍዒ ናይ ዝተቐተሉ ወገናት ሽም ዝርዝር ዝሓዘ መረዳእታ ከም ዘመልክቶ ኣብ ወርሒ ለካቲት ጥራሕ ኣብ ትሽዓተ ጣብያታት እታ ወረዳ ሓደ ሚእትን ዕስራን ሓሙሽተን ወገናት ብወራሪ ሰራዊት ውልቀ መላኺ መንግስቲ ኢሳይያስ ከም ዝተቐተሉ ብቀዳማይ ብርኪ መጽናዕቲ ተረጋጊጹ ኣሎ። ባዕዳዊ ወራሪ ሰራዊት ኢሳይያስን ፋሽስታዊ ሰራዊት ኣብይ ኣሕመድን ምሕዝነቶም ወይ ድማ ኪዳኖም ዘርኢ ትግራይ ናይ ምጽናት ግብጺ ዕላማ ዝሓዘ ሰይጣናዊ ምሕዝነት ምዃኑ ንሶም ኣብ ዝኣተውዎ ከባቢ ዝፈጸምዎ ፋሽስታዊ ግፍዕታት ብኣብነት እናቐረበ ዓለም ኣረጋጊጽዎ ኣሎ። ዘቕርቦ ዘለኹ ግፍዓዊ ተግባር ናይዚ ምስክር እዩ። ኣብ ወረዳ ማይጨረታል ኣብ ሓደ ጸሓይ ካብ ዝተቐተሉ ሽዱሽተ መናእሰይ እቶም ሰለስተ ደቂ ሓንትኖ እዮም። የማነ ገብረገርግስ፣ ተኽላይ ገብረገርግስ፣ ጸጋይ ገብረገርግስ ደማ ይበሃሉ። የማነን ጸጋይን ተመሃሮ ዩኒቨርስትን ተስፋ መጻኢት ትግራይ ዝነበሩን ብሰራዊት ኢሳያስ ብግፍዒ ዝተቐተሉ ደቂ ትግራይ እዮም። መብዛሕትኦም ሬሳታት ሰለስተን ኣርባዕተን መዓልታት ከይተቐበሩ ዝፀንሑ እንትኾን ኣብታ ወረዳ ጣብያ ዞንግ ግን ሓንቲ ወላዲት ብግፍዒ ዝተቐተለ በዓል ቤተን ድሕሪ ሓደ መዓልቲ ኣብ መረበተን ከም ዝቐበረኦምን ደሓር ኩነታት ምስ ተረጋግዐ ናብ ቤተ ክርስቲያን ክሓልፉ ከም ዝተገበረን ኣመሓደርቲ ወረዳ ማይ ቅረፃን ዝለኣኹለይ ጭቡጥ መረዳእታ የረድእ። ወራሪ ሰራዊት ውልቀ መላኺ መንግስቲ ኢሳያስን ፋሽስታዊ ሰራዊት ኣብይ ኣሕመድን ብግፍዒ ዶ ይቐትሉ ኣይቐትሉን ኢልካ ዝለዓል ሕቶ ፍፁም የለን። ኣየንኡ ዓይነት ግፍዒ ይሓምቕ ኢልካ ኢኻ እተማርጽ። ቀንዲ ስርሖምን ቃል ኪዳኖምን ዘርኢ ህዝቢ ትግራይ ምስናድ ስለ ዝኾነ ኩሉ ዓይነት ጨፍጫፍ፣ ኩሉ ዓይነት ግፍዒ ከም ዝጥቀሙ ኣሽሓት ኣብነት ምቕራብ ይከኣል። ኣብዚ ዝለዓል ሕቶ በዚ ፋሽስታዊ ተግባራቶም ዝስኮንን ዝምብርከኽን ህዝቢ ዶ ኣሎ? ዝብል እዩ። ኣበዳን! ብፍጹም! ህዝቢ ትግራይ ብግፍዒ ጸላቱ ሓሪኑ ጸላእቱ ዝቐብር እምበር ዝለምን ከም ዘይኮነም ናይ ትማልን ሎምን ታሪኹ ምስክር እዩ። ህዝቢ ወረዳ ማይ ጨረታል እውን ብዝበጽሖ ግፍዒ ከይተምበርከኸም ጸላእቱ ንምድምሳስ ባዕሉን መናእሰይ ደቁን ናብ ቃልሲ ከቲቶ ኣሎ። ኣዴታት ወረዳ ማይ ጨረታል ኣብ ቀዳማይ ዙር ታዕሊም ጥራሕ፣ ልዕሊ ሓደ ሽሕን ትሽዓተ ሚእትን ሓምሳን ሓሙሽተን መናእሰይ ደቀን መሪቐን ናብ ሰራዊት ትግራይ ተኸቱ ኢለን ኣለዋ። ንሕና እናሃለና ኣዶ ትግራይ ኣይትሕረድን፣ ትግራይ ካብ ወረርቲ መሊኣ ሓራ ከይወፀት ውልቀታት ኣይብልናን ዝበሉ ጀጋኑ መናእሰይ ወረዳ ማይ ቅረጣን ሕዚ እውን ካልኣይ ዙርያ ሳልሳይ ዙርያ እናበሉ ናብ መስርዕ ሰራዊት ትግራይ ኣብ ምኽታት ይርከቡ። ሚሊሻ ወረዳ ማይጨረቃን እውን ከባቢኡ ንቑሕ ኮይኖም ምሕላውን ምስ ስሩዕ ሰራዊት ትግራይ ብምንባብን ታሪኽ ይፍፅመሎም። ፀላኢ ምልሻ እቲ ወረዳ ዕጥቁ ከፍትሕ ደቂ ምልሻ ኢኹም ኣንሽቲ ምልሻ ኢኽን እናበለ ማእሰርትን መቕተልትን እንተብዝሐ እውን ዋላ ሓንቲ ዕጥቂ ምልሻ ክረክብ ከምዘይከኣለ እዩ ካብ ኣመሓደርቲ ወረዳ ማይ ቅነፃል ዝተረኸበ ሓበሬታ ዘረጋግፅ። እወ ወራሪ ሰራዊት ውልቀ መላኺ መንግስቲ ኢሳያስን ፋሽታዊ ሰራዊት ኣብይ ኣሕመድን ኣብ ልዕሊ ህዝብና ዘውርድዎ ግፍዒ ክንዲ ዝመረረ እንተመረረ ትግራይ መቅበሪቶም ካብ ምዃን ዝዓግቶ የለን። ኣብ ኩሎም ግንባራት በብእዋኑ ዝሕፈሱ ዘለዉ ዓበይቲ ዓወታት፣ ኣብ ዲፕሎማሲ ዝርከቡ ዘለዉ ጭቡጣት ዓወታት፣ ስዕረት ፀላእትና፣ ሞት ፀላእትና ኣብ ቀረባ ምዃኑ ዘረጋገፁ እዮም። ሕዚ እውን ኣብ ልዕሊ ህዝብና ዝወርድ ዘሎ ግፍዒ መሊኡ ዝድምሰስ ብቅልፅም ህዝብና፣ ብሓይሊ ሰራዊት ትግራይና እዩ እሞ፣